ሰላም ክቡራት ተኸታተልቲ እዚ ቪድዮ ከመይ ኣለኹም? ንሎሚ ኣብዚ ቪድዮ ብዛዕባ ጠንቂ ምእካብ ፈሳሲ ኣብ ሳምቡእ ማለት ፑልመነሪ ኢደማ ክንርኢ ኢና። ሳምቡእ ዝለዓለ ዕዮ ናይ ስርዓተ ምስትንፋስ ኣካላትና እተካናውን ኣካል እያ። ዝተፈላለዩ ኣካላትን ቲሹታትን ሰብነት ብምርኻብ ጽሩይ ኦክስጅን ክተስተንፍስ እትገብር ኣካል እያ። ሳምቡእ የማናይን ጸጋማይን ተባሂሉ ዝጽውዑ ክልተ ጨናፍር ኣለዋ። ኣብ ቆፎ ኣፍ ልቢ ማለት ኣብ ቶራክስ ትርከብ። የማናይ ክፋል ሳንቡእ ሰለስተ ክፍልታት ኣለዎ። ላዕለዋይ፣ ማእከላይን ከምኡ'ውን ታሕተዋይን ክፋል ተባሂሎም ይጽውዑ። እዚ የማናይ ጨንፈር ካብ ጸጋማይ ጨንፈር ሳንቡእ ሕጽር ዝበለ እዩ፣ ይኹን ደኣ እምበር ዝሰፍሐ ክፋል ሳንቡእ እዩ። ጸጋማይ ክፋል ሳንቡእ ኣብ ክልተ ክፍልታት ይምቀል። ክልቲኦም ጨናፍር ናይ ሳንቡእ ማለት የማናይን ጸጋማይን ክፍልታት ብፕሉራል ቲሹ ተባሂሉ ዝጽዋዕ መከላኸሊ ዝተሸፈኑ እዮም። ንጥፈታት ሳንቡእ፣ ሳንቡእ ኣካላትና እኹል ኦክስጅን ከም ዝረክብ፣ ዝተቓጸለ ኣየር ድማ ንደገ ከም ዝወጽእ እትገብር ኣካል እያ። ነዚ ስራሕ እዚ ኣብ ውሽጢ ሓደ ደቒቕ ካብ ዓሰርተ ክልተ ክሳብ ዕስራ ግዜ ተካይዶ። ብኣፍና ወይ ብኣፍንጫና ዝሰሓብናዮ ኣየር ብጎረሮ ኣቢሉ ናብ ጉርጉማ ይወርድ። ጉርጉማ ንባዕሉ ክልተ ኣየር ዝተሓላልፍ ሻምብቆታት ወይ ከዓ ብሮንኪያል ቲዩብስ ኣለዎ። እቲ ሓደ ሻምብቆ ናብ ጸጋማይ ሸነኽ ሳንቡእ እቲ ካልኣይ ድማ ናብ የማናይ ሳንቡእ ይወስድ። ሳንቡእና ብግቡእ ክትዓዪ እንተድኣ ኮይና ኣየር ዘተሓላልፉ ሻምብቆታት ክፉታት ክኾኑ ኣለዎም። ካብ ረኽሲ፣ ሕበጥ ይኹን ካብ ዓኽታ ነጻ ክኾኑ ኣለዎም ማለት እዩ። እቲ ዝሰሓብናዮ ኣየር በዞም ሻምብቆታት ኣቢሉ ናብ ከረጺት ኣየር ወይ ከኣ ኣልቪዮላይ እዩ ዝኣቱ። ኣብቲ ኣየር ናይ ሻምብቆታት ደም ተሓዊሱ፣ ናብ ልቢ ይኸይድ። ልቢ ነቲ ኦክስጅን ዝሓዘ ደም ብምጭንጓዕ ኣብ መላእ ሰብነትና ናብ ዝርከቡ ዋህዮታት ከም ዝባጻሕ ትገብር። ሓደ እኹል ሰብ ኣብ ሳንቡእ ካብ ሰለስተ ሚእቲ ክሳብ ሓሙሽተ ሚእቲ ሚልዮን ከረጺት ኣየር ኣለዎ። ዋህዮታት ነቲ ኦክስጅን ምስ ተጠቕምሉ ዝተቓጸለ ኣየር ካርቦን ዳይኦክሳይድ ይኸውን እሞ ናብ ደም ተሓዊሱ ናብ ሳንቡእ ይምለስ። ሳንቡእ ብመንገዲ እስትንፋስ ደገ ከም ዝወጽእ ትገብር። ስርዓተ ምስትንፋስ ኣካላትና ተጓዳእቲ ተሃዋስያን ምስ ኣየር ተሓዊሶም ናብ ውሽጢ ኣካላትና ከይኣትዉ ይከላኸል እዩ። ነዚ ዝሕግዝ ኣብ ውሽጢ ኣፍንጫና ዝርከብ ጸጉሪ ዕብይ ዝበለ ብዓይንና ክንርእዮም ዘይንኽእል ነገራት ናብ ውሽጢ ሰብነትና ንከይኣትዉ ይከላኸል። ኣብ ጎርጉማን ኣብ ሻምብቆታት ሳንቡእን ዝፍጠር ልፋጭ ወይከኣ ሚውከስ ናብ ከረጺት ሳንቡእ ዝኣቱ ኣየር ዶሮና ባክተርያ ወይ'ውን ካልኦት ጓና ኣካላት ከይኣትዉ ይከላኸል። ኣብ ውሽጢ መተሓላልፊ ሻምብቆ ኣየር ዝርከብ ዘፈርፈር ዝብል ወይ ከኣ ሲልያ ናብ ሳንቡእ ዝኣቱ ኣየር ንምጽራይ ይሕግዝ። ሓደ ካብቲ ምትካኽ ሽጋራ ሳንቡእ ሓደገኛ ዝገብሮ ነዞም ዘፈርፈር ዝብሉ ወይ ዝመስሉ ሲልያ ብግቡእ ስርሖም ንኸይዓዩ ስለ ዝዕንቅፎም'ዩ። ጥዕና ሳንቡእ ንምሕላው ክንገብሮ ዝግብኣና ክንክን ብዙሕ እዩ። ገለ ካብኡ ልዕሊ ኩሉ ኣትካኺ እንተኾይንካ ሽገራ ምትካኽ ምቁራጽ እዩ። ክብደት ሰብነት ዝተመጣጠነ ክኸውን ኣለዎ። ልዕሊ ንቡር ክብደት ዘለዎም ሰባት ሳንቡእ ኣየር ንኽትቅበልን ክተውጽእን እንከላ ከምቲ ዝድለ ተስፋሕፍሓሉ ቦታ ክትረክብ ኣይትኽእልን። ምውስዋስ ኣካላት ምዝውታር ንጥዕና ሳንቡእ ኣገዳሲ እዩ። ኣመጋግባኻ ምሕላው፣ ኣእዳውካ ቀጻሊ ምሕጻብን ሳንቡእ ብረኽሲ ንኸይትጥቃዕ ክትከላኸለላ የኽእል። ሕማም ሳንቡእ ምስ ዘለዎም ሰባት ዘለካ ርክብ ውሑድን ጥንቃቐ ዘለዎን ክኸውን ይግባእ። ጥዕና መላእ ሰብነትካ እውን ምክልኻል። ምእካብ ፈሳሲ ኣብ ሳንቡእ እንታይ እዩ? ሳንቡእ ማይ መሊኣ ክበሃል ሰሚዕና ንኸውን ኢና። እዚ ብሕክምናዊ ኣጸዋውዓ ምእካብ ፈሳሲ ኣብ ሳንቡእ ወይ ከኣ ፑልመነሪ ኢደማ ይበሃል። ኣብ ከምዚ ኩነታት ሳንቡእ ዝግበኣ ስርሓ ክተከናውን ስለ ዘይትኽእል ኣካላትና ዘድልዮ ኦክስጅን ካብ ምርካብ ይተዓናቐፍ። ሕጽረት ምስትንፋስ ከጋጥም ንቡር ይኸውን። እዚ ሕማም እዚ ምዕባስ ሳንቡእ ተባሂሉ እውን ይጽዋዕ እዩ። ምእካብ ፈሳሲ ኣብ ሳንቡእ ኣዝዩ ከቢድ ሕማም ብምዃኑ መብዛሕትኡ ግዳያት ቀጻሊ ሕክምናዊ ሓገዝ እዩ ዘድልዮም። ጠንቂ ምእካብ ፈሳሲ ኣብ ሳንቡእ እንታይ እዩ? ምእካብ ፈሳሲ ኣብ ሳንቡእ ከስዕቡ ዝኽእሉ ሓያሎ ውሽጣዊ ጥዕናዊን። ኩነታትን ባዕልና እንፈጥሮም ወይ ንኽተሎም ደጋዊ ረቋሒታትን እዮም ዘለዉ። ገለ ካብቶም ጠንቅታት ንምጥቃስ፣ ጽዑቕ ድኻም ልቢ፣ ብተደጋጋሚ ዘጋጥም ድኻም ልቢ ሓደ ካብ ልሙዳት ጠንቂ ምእካብ ፈሳሲ ሳንቡእ እዩ። ልቢ ዘድሊ ደም ናብ ኩሉ ክፍሊ ኣካላት ከተብጽሕ ምስ ዘይትኽእል ድኻም ልቢ ኣጋጢሙ ንብል። ኣብዚ እቶም ኣብ ሳንቡእ ዝርከቡ ንኣሽቱ ሻምብቆታት ደም ጸቕጢ ስለ ዝኾኖም ከም ኣምሳያኡ ፈሳሲ ከንዝዑ ይጅምሩ። እቲ ዝነዝዕ ፈሳሲ ተኣኪቡ ንከረጺት ኣየር ሳንቡእ ይመልእ ማለት እዩ። ከም ዝፍለጥ ሳንቡእ ኣብቲ ነስተንፍሶ ኣየር ኦክስጅን ወሲዳ ናብ ኩሉ ኣካላትና መታን ንክባጻሕ ናብቶም ሻምብቆታት ደም እያ እትፍትዎ። ሳንቡእ ብፈሳሲ ምስ እትመልእ ግና ነቲ ኦክስጅን ናብቶም ሻምብቆታት ደም ክትመልኦ ኣይትኽእልን እያ። በዚ ድማ ኩሉ ክፍሊ ሰብነትና እኹል ኦክስጅን ካብ ምርካብ ይዕንቀጽ። ካልኦት ትሑት ዓቐን ምእካብ ፈሳሲ ብ ሳንቡእ ከስዕቡ ዝኽእሉ ሕክምናዊ ኩነታት ኣለዉ። መጥቃዕቲ ልብን ዝተፈላለዩ ዓይነታት ሕማም ልብን ንኣብነት፣ ጸገም ህርመት ልቢ፣ ሃንደበት ዘጋጥም ልዑል ጸቕጢ ደም፣ ኒሞንያ፣ ድኻም ወይ ከኣ ሕማም ኩሊት፣ ረኽሲ ሳንቡእ፣ ረኽሲ ኣብ ሻምብቆታት ደም ምጥቃስ ይከኣል። ምልክታት ምእካብ ፈሳሲ ኣብ ሳንቡእ። ሳንቡእና ብፈሳሲ ምስ እትመልእ ከም ንቡር ኦክስጅን ክትረክብ ናብ ካልእ ክፍሊ ሰብነትና እትልእኮ ከቶ ዝከኣል ኣይኮነን። እዚ ጸገም እዚ ክሳብ ግቡእ ሕክምናዊ ሓገዝ ዝረክብ እናበኣሰን ንህይወትና ዝፈታተን እናኾነን እዩ ዝኸይድ። ምልክታት ምእካብ ፈሳሲ ካብ ሳንቡእ ከከም ዓይነቱ ይፈላለ እዩ። ምስ ነዊሕ ዝቕጽል ምእካብ ፈሳሲ ኣብ ሳንቡእ ዝርኣ ምልክታት፣ ስራሕ ክትዓዪ እንከለኻ ዝርኣ ሕጽረት ምስትንፋስ፣ ኣብ እትስጉመሉ ወይ እትድቅሰሉ እዋን ብግቡእ ከተተንፍስ ዘይምኽኣል፣ ኣብ እተስተንፍሰሉ እዋን ጺጽ ዝብል ድምጺ ምስማዕ፣ ብሰንኪ ሕጽረት ምስትንፋስ ኣብ ግዜ ለይቲ ብተደጋጋሚ ካብ ድቃስ ምብርባር፣ ቅልጡፍ ዝኾነ ምግዛፍ ሰብነት፣ ከምኡ'ውን ሕበጥ ኣብ ታሕተዋይ ክፍሊ ሰብነት ምርኣይ፣ ብቐሊሉ ምትካም ናይ ምስልካይን ስምዒት ምርኣይ ዝኣመሰሉ እዮም። ህጹጽ ሕክምናዊ ሓገዝ ከም ዘድልየካ ዝሕብሩ ምልክታት ኣየኖት እዮም? ከም ምውዳቕ፣ ውነኻ ምጥፋእን ዝኣመሰሉ ብሕጽረት እስትንፋስ ክመጹ ዝኽእሉ ጸገማት፣ ብሰንኪ ብግቡእ ክተስተንፍስ ዘይምኽኣል ዝርኣ ወጥርን ቃዝኖትን፣ ድሕሪ ምስዓል ሮዛ ዝሕብሩ ዓልገት ክተውጽእ ምዕዛብ፣ ብርቱዕ ቃንዛ ኣፍልቢ፣ ዕረፍቲ ዘይብሉ ቅልጡፍ ህርመት ልቢ፣ ቆርበት ሰብነት ሰማያዊ ወይ'ውን ሓሙኽሻይ ሕብሪ ክሕዝ ምርኣይ፣ ብሰንኪ ብግቡእ ክተስተንፍስ ዘይምኽኣል ዝርኣ ብዙሕ ምርሃጽ ዝኣመሰሉ ምልክታት፣ ምስ ዝርኣዩኻ ብዘይ ውዓል ሕደር ናብ ሕክምና ክትከይድ ከም ዘለካ ዘመላኸቱ ሓበሬታታት እዮም። ንምእካብ ፈሳሲ ኣብ ሳንቡእ ዝተቓልዑ መን እዮም? ምስ ልቢ ምትእስሳር ብዘለዎ ጥዕናዊ ጸገም ዝሳቐዩ ሰባት ንምእካብ ፈሳሲ ኣብ ሳንቡእ ዝያዳ ዝተቓልዑ እዮም። ካልእ ምስ ምእካብ ፈሳሲ ሳንቡእ ከምርሑና ዝኽእሉ ጸገማት ብዝተፈላለዩ ጸገማት ሳንቡእ ተጠቒዕኻ ምጽናሕ፣ ኣብ ሻምቆታት ደም ዝተፈላለየ ጥዕናዊ ጸገማት ምህላው ብቐዳምነት ክጥቀሱ ይኽእሉ። ፈሳሲ ኣብ ሳንቡእ ኺእከብ ብኸመይ ክንከላኸሎ ንኽእል? ምእካብ ፈሳሲ ኣብ ሳንቡእ ምሉእ ብምሉእ ክንከላኸሎ ዝከኣል ኣይኰነን። ምልክታት ናይዚ ሕማም ዘለዎም ሰባት ግና ናብ ዝበኣሰ ጸገም ከይተቓልዑ ክገብርዎ ዝግባእ ጥንቃቐታት ኣሎ። ኒሞንያ ወይ ካልእ ጸገም ናይ ሳንቡእ እንተ ጸኒሕዎም ብግቡእ መድሃኒቶም ክወስዱ ምክትታልን ናይ ኢንፍሉዌንዛ ክታበታት ብግቡእ ምውሳድ እቲ ግዳይ ናይ ልቢ ጸገም ዘለዎ ወይ ዕድመ ዝደፍኤ ምስ ዝኸውን ብፍላይ ጸገማት ልቢ ዘለካ ምስ እትኸውን፣ ቀጻሊ ናብ ሓኪም ብምኻድ ኩነታት ምክትታል። ኣትካኺ ሽጋራ ምስ እትኸውን ካብ ምትካኽ ምቑጣብ፣ ዘየድሊ መድሃኒት ካብ ምውሳድ ምቑጣብ፣ ኣልኮላዊ መስተ ዘይምውሳድ፣ ዓቕምኻ ዝፈቕዶ ከም ብእግሪ ምጉዓዝ ዝኣመሰሉ ኣካላዊ ምንቅስቓስ ምክያድ፣ ኣመጋግባኻ ምሕላውን ክብደት ሰብነትካ ምቁጽጻርን ኣዝዮም ኣገደስቲ እዮም። ንሎሚ ዝነበረኒ መደብ ነዚ ይመስል ኣብ ቀጻሊ ብኻልእ መደብ ክሳብ ንራኸብ ሰሰናዩ ባይ።